ኣጸሚዶ መንገድ ጠግና ነበር ይቅርታ ን ጠግና ነበር። ካብዚ ክሳብ ዓሰብ ዝኸይድ መገዲ ጸጊንና ኔርና፣ መንገዲ እዚ ጸጊንና ምስ ወዳእና እቲ ፖርት ሽግር ኣለዎ ስለ ዝበሉ ካብ ናይ ሓባር ፈታዊትና ዝኾነት ሃገር ለሚንና ጀነሬተርን ክሬንን ብረድኤት ናብ ኤርትራ ከም ዝመጽእ ጌርና ኣብ ወደብ ዓሰብ ምስ በጽሐ መንግስቲ ኤርትራ መሊስዎ። ሽዑ'ዩ ዝተረድኣና ለካ እዚ ነገር ተስፋ የብሉን ዝበልና ይብል። ሰላም ሰላም ክቡራት ኣሕዋት ኤርትራውያን ኣብ መላእ ዓለም ትነብሩ ሰላምተይ ይብጻሕኹም እወ ሎሚ ከዓ እንታይ ደ ክብል ደለ ሎሚ ከዓ እንታይ ደ ክብል ደለ ኣብዛ 226 ኣብዛ ሓዳሽ ወርሒ ገለ ሓቂ ከዓ ቶግ ቶግ ቶግ ከነብል ምክንያቱ በዓል ኣወል ክሕስዉ ኣወልን መሰልቶምን ንሕና ከዓ ኣይትሓስዉ ሓቂ ሓቂ ተዛረቡ ክሳብ መዓስ ኢኹም ትሕስዉ ክንበሃል ወ ክንረባረብ ኢና በዓል ኣነ እየ እሱ ክዛረብ ኣነ ኣይትሓሱ እሱ ክሕሱ ግደፍ ኣይትሓሱ ክብል ክንራባረብ ኢና መን ኣነ ብሸለ መን ዋና ዛላሉምባ ማስሜዳ ኣብ ሓቂ ትነብር ስለዚ ኣወል ኣወል ኣወል ኣወል ትማሊ ክልተ ሽሕን ዕስራን ሓሙሽተን መሲልካ ግጥም ጌርካ ኣብ ክልተ ሽሕን ዕስራን ሽዱሽተን ግን ራዕ ኢልካ ወዚእካ ኣለኻ ኣብዛ ፅምዲ ሕጂ ንበይንኻ ተሪፍካ ንበይንኻ ምስ መን ኢኻ ክትፀምድ ደሊኻ ሕጂ ምስ መን ምስ ሕዋሕት ዋላ ምስ ህዝቢ ትግራይ ምስ መን ኢኻ ክትፀምድ ደሊኻ ምስ ሕወሓት ዲኻ ምስ ህዝቢ ትግራይ ኣነ ኤርትራዊ ክም ብለካ ኣለኹ ምክንያቱ ህዝባ ግንባር ንዲሞክራሲን ፍትሕን ንን ህዝቢ ኤርትራን ንን ንን እወ ናይ ሰማይን ምድርን ፍልልይ ኣለዎ ኣነ ከምኣ እብለካ ኣለኹ ህዝቢ ኤርትራን ህዝባዊ ግንባር ንዲሞክራስን ፍትሕንን ነዚ ሰማይን መሬትን ፍልልይ ኣለዎ ንህዝቢ ኤርትራ ምስ መን ኢኻ ከተጻምዶ ትደሊ ዘላ ንህዝቢ ትግራይ ከምስ መሪኻ ከተጻምዶ ትደሊ ዘለኻ እዚኣ ኣነጺርካ ዘይትነግረና ዋድሕ ብዋድሕ ዘይትኩሳ ፅምዶ ትደልይ እንተ ኣለኻ ኣወል ጉጅላኻን ኣወልን ጉጅለኹምን ፅምዶ ትደልዩ እንተደኣ ኾንኩም ብኣገባብ እታ ትግበር ዘይትገብርዋ እንታይ ኹም ዕንክሊል ትብሉ ዘለኹ ስልጣንኩም ንኸተናውሑ ግዘ ንኸትወስዱ ፅምዶ ካብ ትብልኹም ኢኹም ጌርኩም ዘለኹ ዋይ ስኹም ዋይ ስኹም ፅምዶ ፅምዶ ካብ ትብሉ ክንደይ ጌርኩም ኣለኹም ዳሕራይ ህዝቢ ትግራይ ህዝቢ ትግራይ ወ ዘመሓድር ዘመሓድር ኣመሓደርቲ ኣለውዎ ምስኦም ክትረዳድኡ ዘይትኽእሉ እንታይ ኮንኩም ኢኹም ትተሃላለኹ ላላ ምስ ህዝቢ ኢና ንሕና እኮ ላላ ምስ ህዝቢ ኢና ንሕና እኮ መንግስቲ ዘይፈልጦ ስራሕ ኣብ ዓለም ኣብ ዓለም ኣብ ዓለም ኣብ ዓለም እወ እሞ መንግስቲ ንህዝቢ ዘመሓደርሲ እወ መንግስቲ ዘይፈልጦ መንግስቲ ዘይፈልጦ ስራሕ እወ እቲ እቲ ገባር ኣይሰርሕን እዩ እዚኣ ኣይኮነት እንዲያ እታ እታ ሓቂ ንሕና ክንፈልጥ ኣለና ንሕና ክንፈልጥ ኣለና እንዲኹም ትብሉ ንህዝቢ ኤርትራ እኮ ሰላሳን ሓሙሽተን ዓመት ሒዝኩሞ ዘለኹም እኮ ወ እንታይ ይርዳእኩም እንድዩ እንታይ ኹም ትሰርሑ ዘለኹም ናበይ ኹም ተብሉ ዘለኹም ኣይርዳእኩም እንድዩ ህዝባ ግንባር ንዴሞክራሲን ፍትሒን ስለዚ ህዝቢ ትግራይ ህዝቢ ትግራይ ህዝቢ ትግራይ መንግስቲ ኣለዎ ዘመሓድሮ ስርዓት ኣለዎ ይኽፋእ ይፀብቕ ምስኡ ክትረዳድኡ ይትኽእሉ

ነዛ ውድብ እዚኣ ነዛ ውድብ እዚኣ ነዛ ውድብ እዚኣ ሎሚ ደይምስሉ መሲላ ዘላ እወ እስኹም ቸይቸይ ትብሉላ ዘለኹም ቸይቸይ ትብሉላ ዘለኹም ትመሳሰለኩም ዘላ እወ ትብድልዋ ኣለኹም ኣነ ካብ ኤርትራዊ እንታይ ክብለኩም ዘድሊ መሲልኩም መሳትኹም እንዲዮም ደኣ እንተ ብፍላጥ ድዩ እንተ ብዘይፍላጥ እንተ እንተ ኣረኣያ ጽቡቕ ነይርዎም ድዩ ኣብ ልዕሌኹም ዕስራን ሸውዓተን ዓመት ኢትዮጵያ እንዳመርሕዋ ወ ሸለል ኢሎምኹም እዮም ኣነ ዋድሐ ክነግረኩም ሸለል ኢሎም ኸ ኢሳያስ ኣፈወርቅን ጉዳይ ጀማዓትካን እንታይ ዋጋ ኣኽፊላቶም ግን ንርእዮም ኣለና ኣነ ክብለካ ከም ሓደ ኤርትራዊ እወ መዛንኹም እዮም መምሃርትኹም እዮም መጋድልትኹም እዮም ትማሉ ምሳኹም እወ እንተ ብፍላጥ እንተ ብዘይፍላጥ ኣብዛ ደረጃ እዚኣ ንክትወድቁ እወ ደይምስሉ መሲሎም እዮም እወ እዛ እዛ ሰላሳን ትሽዓተን ትበሃል እወ ነባሪ ፍትሓ እንዲኹም ትደልዩሉ ዘለኹም ነዚ ህዝቢ ትግራይ ህዝባዊ ግንባር ንዲሞክራሲን ፍትሕን ንህዝቢ ኤርትራ ንህዝቢ ኤርትራ ንውክልና ንውክለካ ኢና ኢልኩም እወ ሕዝኩሞ ዘለኹም እወ ፍቕርን ስኒትን ትደልዩ ኣለኹም ኣብቲ ቀርኒ ኣፍሪቃ እወ ፍቕርን ስኒትን እወ ነባሪ ፍታሕ ነባሪ ፍታሕ ትደልዩሉ ኣለኹም ነዚ ህዝቢ ነዚ ህዝቢ እዚ እወ ንህዝቢ ትግራይ እወ እሞ ካላት ፅቡቕ ንህዝቢ ኤርትራ ተመሓድርዎ እንተ ኣለኹም እወ ንሕና ኢና ንውክለካ ህዝቢ ኤርትራ ትብልዎ እንተ ኮንኩም እወ ኣፍኩም መሊእኹም ኣንዳዕዲዕኹም እዛ ሰላሳን ትሽዓተን ትበሃል እወ ከም ትጸድቕ ተሓባበርዎም። ከም ትጸድቕ ተሓባበርዎም። እዚኣ ግበርዎ። ፅምዶ ፅምዶ ፅምዶ ኢልኩም ግን እወ ናትኩም ፅምዶ ግን እወ ንህዝቢ ትግራይ እወ ድሓን ንህዝቢ ኤርትራ ንህዝቢ ትግራይ ብየማን ብፀጋም ግን ፀላኢ ኣብዚሕኹምሉ ፀላኢ ኣብዚሕኹምሉ ስለዚ ትማሊ ትማሊ ትማሊ ትማሊ ይወ መን ዓዲሙኩም ዲኹም ኣቲኹም መን ዓዲሙኩም ዲኹም ኣቲኹም ሕጂ ስልጣንኩም ከተናውሑ በቃ ንሕወሓት በዚ ክንሕዛ ኢና እሞ እወ ንሕና ስልጣንና ክንብዚ ኣይከውን ይብለኩም ኣለኹ ኣነ ኣነ ኣነ ኣይትኸውን እዚኣ ሳክት ዕንክሊል ኣይትበሉ እወ ህዝቢ ትግራይ ህዝቢ ትግራይ ህዝቢ ትግራይ ስቅያትካ ኣይተናውሕ ስቅያትካ ኣይተናወ ህዝባዊ ግንባር ንዲሞክራሲን ፍትሕን ኣይንታይካን እዮም ንዓኻ ክትፈልጥ ንዓኻ እንታይካ እወ እዚ ንእሽተ ወለዶ ኤርትራዊ እዩ ዝተወድኦን ዝተረድኦን ብሰንኪ ህዝባዊ ግንባር ንዲሞክራሲን ፍትሕን እወ ካብ ሃገሩ ተሰዲዱ ሃፂሉ ወፂኡ ኩሉቱ ከም ዝሽየጥ ዝኾነ እዚ ናትካ ህዝባዊ ግንባር ንዲሞክራሲን ፍትሕን እወ ከምታ ንህዝቢ ኤርትራ ከምታ ንህዝቢ ኤርትራ ዝገበሩና ናይ ዝሓለፈ ከይኣኽለካ እወ ዳግማይ ዳግማይ እወ ናፍቲ ጉዳይት እዮም ዘምርሑኻ ዘለዉ ዓለይከላ ዓለይከላ ሕሉፍ ሓሊፍዎም ሕሉፍ ሓሊፍዎም እወ ኣብ ትግራይ መፂኦም የመሓድርዎ ኣለዉ ንህዝቢ ትግራይ ንህዝቢ ትግራይ ሲ እወ የመሓድርዎ እንተዘለኹም ትጨውዩ እንተዘለኹም ተብሉ እወ ኣንታ መንእሰይ ትግራይ ኣንታ መንእሰይ ትግራይ ኣንታ መንእሰይ ትግራይ እወ ስቅያት ህዝብኻ ይተናውሕ ህዝባዊ ግንባር ንዲሞክራሲን ፍትሕን ክሳብ ዘሎ ህዝቢ ትግራይ ህዝቢ ትግራይ ህዝቢ ትግራይ እወ ደይ ምስል ክትመስል ኢኻ ተዘይኮነ ብፅምዶ እንዳበሉ ስልጣኖም ክናውሑ እወ ብደም ተጋሩ ብደም ተጋሩ ሻዕቢያ ትሽቅጥ ኣላ ብደም ተጋሩ እወ ብስደት ናይ ተጋሩ ብጭኮና ናይ ተጋሩ ብደይ ምስል ደይ ምምሳል ናይ ተጋሩ ስልጣና ተናዋሓለን ስለዚ ስለዚ ንህዝቢ ኤርትራ ንህዝቢ ኤርትራዊ ከምዚኣ ጌርኩም ሒዝኩሞ ዘለኹም ሕወሓት ኢኹም ንህዝቢ ትግራይ ከምዚኣ ጌርኩም ሒዝኩሞ ዘለኹም ሕወሓት ኢኹም ምክንያቱ ዕድል ሂብኩሞ ነቲ ኣብ ኣስመራ ዘሎ ስርዓት ኣይናትኩምን እዩ ሕወሓት ሕጂ ከባ ናይ ተጥፍኦ እወ እዛ ሰላሳን ትሽዓተን ከተግብራ ከም ዘለዎ እወ ገድድዎ እዚኣ ክብለኩም ካብ ላሉምባ ሓቂ ሓቂ ዘያ ለዘይኮነ እዚ ትብልኩም ፅምዶ ፅምዶ ፅምዶ ኢልኩም ኣወን ጠጅታት ስቅያት ህዝቢ ኤርትራን ትግራይን ኣይተናውዙ ንክልቲኦም ክልቲኦም ንክትነብሩ ስወ ከላስ እቲ ህዝቢ ክባላልዓ ኣለዎ እዚኣ ክብለኩም ደለ እዝኒ ዘለካ ስማዕ እዚኣ እያ እታ ሓቂ ተዘይኮነ ዕንክሊል ኣይትበል ህዝቢ ትግራይ ይኣኽለካ ዕንክሊል ኣይትበል ፀላኢኻን ፈታዊኻን ፍለጥ ብርሃነ ሪኢኹም ኣለኹም ሸርተት ኢሉ ኣሎ ኣይትኸውን እያ ምክንያቱ እቲ መስመራ ዘሎ ስርዓትን እቲ ሕጂ ተፈጢሩ ዘሎ ኣብ ትግራይ መንእሰይን ናይ ሰማይን ምድርን ፍልልይ ኣለዎ ክረዳድኡ ኣይክእሉን እዮም ክረዳድኡ ኣይክእሉን እዮም ቀንዕና የብሉን ባጽዓ ከፊትኩም ከማን ኢኻ ገለ ክትገብሩ ይርኣናኩምን ኣብ መብጽዓ ክትነብሩ ኣብ መብጽዓ ክትነብሩ ግን ሰሚዕናኩም በዓል ኣወል ኣወል እዚኣ ክትኣትወኪ